ኣርእስተ ዜና ኣይተ ጌታቸው ረዳ ርእሰ ምሕዳር ግዜያዊ ምሕዳር ክልል ትግራይ ንክኾኑ ምሽሻሞም ቤት ጽሕፈት ቀዳማይ ሚኒስትር ኣፍሊጡ። መንግስቲ ኲናት ሰሜን ንኸብቅዕ ምስ ህወሓት ዝፈረሞ ስምምዕ ሰላም ተግባራዊ ንምግባር ብርክት ዝበሉ ስራሕቲ ምስርሑ ተሓቢሩ። ካብ ወፃኢ ኬንያ ኣብ ዝተዛዘመ ዓመተ ፈረንጂ ካብ ዘፈር ቱሪዝም ዝረኸበቶ ኣታዊ ምስ 2021 እንትነፃፀር 83 ሚእታዊ ዕቤት ምምዝጋቡ ተገሊፁ። ሰላም ጥዕና ሃበለይ ከመይ ትዕሉ ዝኸበርኩም ተመልከትና ሰዓት 12 ኮይኑ ካብ ኢቲቪ መደብ ቋንቋ ትግርኛ ዕለታዊ ማዕድ ዜና ካብ ሰዓት ጀሚሩ ናባኹም ከብል እዩ ሓቢርኩምና ኹኑ ኣይተ ጌታቸው ረዳ ርእሰ ምምሕዳር ግዜያዊ ምምሕዳር ክልል ትግራይ ምዃኑ ቤት ፅሕፈት ቀዳማይ ሚኒስትር ኣፍሊጡ። እቲ ቤት ፅሕፈት ኣብ ዘውፅኦ መግለፂ ብመሰረት ቤት ምኽሪ ፌዴሬሽን ፌዴሪኢ ብመሰረት ሕገ መንግስቲ ዓንቀፅ ሱሳን ክልተ ንዝባር ትሽዓተ ኣዋጅ ቁፅሪ ሰለስተ ሚእትን ሓምሳን ትሽዓተ ንዝባር ዓሰርተ ትሽዓተ ኢሳን ሓሙሽተን ዓንቀፅ ዓሰርተ ኣርባዕተ ዝባር ክልተ ለ ጊዜያዊ ምምሕዳር ክልል ትግራይ ንክጣየሽ ብመሰረት ዝሃቦ ውሳነ ከምኡ እውን ኣብ መንጎ መንግስቲ ፌዴሪኢን ህወሓትን ዘላቒ ሰላም ንምንጋስን ጎንፂ ደው ንምባልን ኣብ ደቡብ ኣፍሪካ ክተማ ፕሪቶርያ ብዝተገበረ ስምምዕ ሰላም ዓንቀፅ ዓሰርተ መሰረት ሓቛፊ ጊዚያዊ ምምሕዳር ምጥያሽ ኣድላይ ብምዃኑ ቤት ምኽሪ ሚኒስትራት ሸውዓተ መጋቢት ክልተ ሽሕን ዓሰርተ ሓሙሽተን ዓመተ ምህረት ኣብ ዘሳለጦ ኣኼባ ደንበ ሓቛፊ ጊዚያዊ ምምሕዳር ክልል ትግራይ ምፅዳቑ ገሊፁ። ብመሰረት እቲ ደንቢ ዓንቀፅ ሰለስተ እዝባር ንኡስ ዓንቀፅ ክልተ ቀዳማይ ሚኒስትር ፌደራ ኣብይ ኣሕመድ ናይተ ጌታቸው ረዳ ርእሰ ምሕዳር ግዜያዊ ምሕዳር ክልል ትግራይ ንክኾኑ ከም ዝመዘዙ ኣፍሊጡ። ኣይተ ጌታቸው ረዳ ኣብቲ ክልል ዝንቀሳቐሱ ዝተፈላለዩ ሓይልታት ፖለቲካ ውክልና ዘረጋግፅን ሓቋፍ ዝኾነ ምምሕዳር ብምጥያሽ ኣፈፃሚ ኣካል እቲ ክልል ናይ ምምራሕን ምትሕባርን ሓላፍነት ከም ዝተውሃቦም ካብቲ ቤት ፅሕፈት ዝረኸብናዮ ሓበሬታ የረድእ።

እዋኑ ልምዓትን ዳግመ ህንፀትን ትግራይ እነበስረሉ እምበር ንስልጣን እንጓየሉ ይኮነን ክብሉ ሚኒስትር ምክልኻል ዶክተር ኣብርሃም በላይ ገሊፆም። ኩሉ ትግራዋይ ብፍላይ ድማ እቲ መንእሰይ ወለዶ ሓድነቱ ጠናኺሩ ንህዝብን ሃገርን ዝረብሕ ስራሕ ንምስራሕ ክዳሎ ፃውዒት ኣቕሪቦም። ህዝቢ ትግራይ ብርክት ዝበለ ፀገምን ዕንቅፋትን ከም ዘጋጠሞ ዝገለፁ ዶክተር ኣብርሃም ነዚ ፀገም ንምስጋር ድማ ልዕሊ ዝኾነ እዋን ጥንኩር ሓድነትን ምትሕባርን ከም ዘድሊ ተዛሪቦም። ናብ ሕብእቢእተይ ምቅድዳም ስልጣን እንድሕር ኣቲና ግና ዝገጠመና ጸገምን ወጥርን ዘይናወሐሉ ምኽንያት ኣይክህሉን ክብሉ እቶም ሚኒስትር ገሊጾም። ወሲኾም ድማ እቲ ዝተሓላለኸ ጸገም መፍትሒ ንክረክብ ትኹረትና ናብ ልምዓትን ምዕባለን ብምግባር እዋናዊ ኩነታት ህዝብና ዝርዳእ ብምስትውዓልን ዝምራሕ ሓላፍነት ዝስምዖን ኣመራርሓ ክንፈጥር ይግባእ ኢሎም። ሓድነትና ኣስጢምና ካልኦት ህዝብታትን ሓይልታትን ኣብ ጎንና ብምስላፍ ኣብ እዋናዊ መፍትሒ ትኹረት ጌርና ክንሰርሕ ይግባእ ዝበሉ እቶም ሚኒስትር እዚ እዋን ህዝብናን ሃገርናን ነድሕነሉ፣ ብሩህ ተስፋ ህዝብና እነረጋግፀሉ፣ ልምዓትን ዳግመ ህንፀትን ትግራይ እነበስረሉ እዩ ኢሎም። እዋኑ ጥንካረ ተጋሩ ዝሓትት ንዳግመ ህንፀት ትግራይን ህዝቢ ትግራይን ዝዓነወ መሰረተ ልምዓታት መሊስካ ንምህናፅን ትኹረት ዝህብ መስተውዓሊ መራሒ ዘድልየሉ ምዃኑ ድሕሪ ምጥቃስ፣ ቀፃሊ እዋን ዲሞክራሲያዊ ኣመራርሓ ዘይዕፈነሉ፣ ኣፈላላይ ሓሳብ ዝኽበረሉ፣ ናፃን ፍትሓውን መረፃ ንምክያድ ምቹው ኩነታት እንፈጥረሉን እዋን እዩ ምባሎም ትካል ፕረስ ኢትዮጵያ ፀብፂቡ። መሪሕነት ግዝያዊ ምምሕዳር ምውሳድ ማለት ኣፈፃሚ ስራሕ ፓርቲታት ፖለቲካን ውልቀ ሰባትን ማለት ኣይኮነን ዝበሉ ዶክተር ኣብርሃም፣ እኳ ደኣስ ህዝብና ናብ ዝሓሸ ናብራ ዝምለሰሎም ግልጋሎታት ውልቀን መንግስትን ብሙሉእ ንኽጅምሩ ዝገብር እዩ ኢሎም።

ቤት ምክሪ ተወከልቲ ህዝቢ ትማሊ ኣብ ዘሳለጦ ፍሉይ ጉባኤኡ ንህዝባዊ ወያን ሓርነት ትግራይ ህወሓት ካብ መዝገብ ፈጠርቲ ራዕዲ ሰሪዙሎም እቲ ቤት ምክሪ ቅድሚ ክልተ ዓመታት ኣብ ልዕሊ ህወሓት ኣንቢርዎ ዝነበረ ውሳነ ፈጣሪ ራዕዲ ሰሪዝዎ ኣሎ ተስፋይ ጫኔ ዘዋደዶ ፀብፃብ ጌታቸው ኣለሙ ከም ዝሰጋርቦ እዩ
ንክልተ ዓመታት ክካየድ ዝጸንሐ ኲናት ሰሜን ኢትዮጵያ ኣብ ዝሓለፈ ዕስራን ሰለስተን ጥቅምቲ ክልተ ሽሕን ዓሰርተ ሓሙሽተን ዓመተ ምህረት ኣብ መንጎ መንግስቲ ፌደራልን ህወሓትን ብዝተገብረ ስምምዕ ሰላም ደው ምባሉ ዝዝከር እዩ። ኣብቲ ስምምዕ ሰላም ካብ መንጎ ዝተጠቐሱ ዓበይቲ ነጥብታት እቲ ሓደ መንግስቲ ኢትዮጵያ ኣብ ልዕሊ ህወሓት ኣንቢርዎ ዝነበረ መዝገብ ፈጣር ራዕዲ ብቤት ምኽሪ ወከልቲ ህዝቢ ንክለዓል ምግባር ዝብል ዓንቀጽ እዩ። እዚ ዓንቀፅ ስምምዕ ሰላም ግብራዊ ንምግባር እዩ ቤት ምኽሪ ወከልቲ ህዝቢ ፍሉይ ጉባኤኡ ዘካየደ። ህወሓት ካብ መዝገብ ፈጣሪ ራዕዲ ንክስረዝ ንኣባላት እቲ ቤት ምኽሪ ሓሳብ ውሳነ ዝቐረበ ኮይኑ ብፍላይ ድማ ከም ሃገር ትፅቢት ዝግበረሉ ሰላም ጋህዲ ንምግባር እዋኑ ዝሓለወ ውሳነ እዩ።

ህወሓት ካብ መዝገብ ጉጅለ ፈጠርቲ ራዕዲ ንክስረዝ ዝቐረበ ውሳነ፣ ታሪኽ ኲናት ዝሓለፉ ክልተ ዓመታት ንምዕጻው ዘኽእል ብዛዕባ ምዃኑ ብኣባላት እቲ ቤት ምኽሪ ተላዒሉ። የሽብርተኛደትን ስራ ትቶ ወደ ሰላማዊ መንገድ እስከመጣ ድረስ። ስራሕቲ ፈጣሪ ራዕድነቱ ገዲፉ ናብ ሰለማዊ ጉዕዞ ስለዝመጽእን ዝድለ ድማ ንሱ ስለዝኾነን እቲ ውሳነ ተቐባልነት ዘለዎን ብምዃኑ ኣዝዩ ክድገፍ ኣለዎ ዝብል ሓሳብ ንምሃብ እዩ። ከሽብርተኝነት ማንሰት። ካብ መዝገብ ፈጠርቲ ራዕዲ ምስራዝ ቀዳማይ ነገር ሰባት ካብ ጫፍ ክሳብ ጫፍ ብሓላፍነት ንክሰርሑ ዕድል ዝፈጥር ምዃኑ ኣብ ግምት ተኣትዩሉ ኣሎ። ካብ መዝገብ ፈጠርቲ ራዕዲ ምልዓል ጠቓሚ እዩ ዝብል ሓሳብ ንምሃብ እዩ። የውሳኔ ሓሳቡ ት። እቲ ውሳነ ትኽክለኛ፣ እዋናውን ኣገዳስን ስለዝኾነ ተዝጸድቕ ብወገነይ ይድግፍ። ብኻልእ ወገን ህወሓት ንግብራውነት ስምምዕ ሰላም ፕሪቶርያ ይወስዶም ዘለዉ ስጉምትታት ኣፅገብቲ ብዘይምዃኖም ካብ መዝገብ ፈጠርቲ ራዕዲ ንምስራዝ እዋኑ ገና እዩ ዝብሉ ርእይቶታት ካብ ኣባላት እቲ ቤት ምኽሪ ተላዒሎም። ትጥቁን ቀብሮ ባለበት ደብቆ ባለበት ሁኔታ። ዕጥቁ ሓቢኡ ኣብ ዘለሉ እዋን፣ ዕጡቓቱ ኣብ ዘይሰንየሉ ኩነታት፣ ከምኡ'ውን ብመሰረት ስምምዕ ፕሪቶርያ፣ ህውሓት ኣብቲ ናይ ስግግር መንግስቲ ክሕወስ ክግበር እዩ ዋላ'ኳ እንተተብሃለ፣ ሕዚ ግና ሓፈሻዊ ከይዲ ምጥያሽ'ቲ ስግግር መንግስቲ ብቐንዱ ባዕሉ ተቖጻጺርዎ ኣብ ዘለሉ እዋን፣ ኣብቲ ስምምዕ ክፍጽሞም እየ ኢሉ ቃል ዝኣተወሎም ነገራት ኣብ ዘይፈጸመሉ ኩነታት፣ ኣብ ዘለናሉ ከይዲ ንሕውሓት ካብ መዝገብ ፈጠርቲ ራዕዲ ምስራዝ ዘላቂ ሰላም ከምፅእ ይኽእል ዶ? በአሁኑ ሰዓት መሬት ላይ ያለ። ኣብዚ ሕዚ እዋን ኣብ መሬት ዘሎ መንግስቲ ብዝተፈላለዩ ጉዳያት ኣብ ዝተወጠረሉ እዋን፣ ግዕዝይና ኣዝዩ ኣብ ዝተስፋሕፍሐሉ እዋን፣ ስርዓት ቁፅፅርና ኣብ ዝላሕልሐሉ እዋን ከምኡ እውን ፖለቲካዊ ምርግጋእን ፀጥታን ኣብ ኣተሓሳሳቢ ኩነታት ኣብ ዘለሉ እዋን ንሕወሓት ካብ መዝገብ ፈጠርቲ ራዕዲ ሰሪዝካ ናብ ሲስተም ምምላስ ንመንግስቲ እውን ሓደጋ እዩ ኢለ ምኽረ ሓሳበይ ክህብ ይደሊ። የፒሪቶሪያም ህግ እያከበረ እንዳልሆነ መረጃዎች እየወጡ ስለሆነ። ውዕሊ ስምምዕ ፕሪቶሪያ እንዳኽበረ ከምዘይኾነ ሓበሬታታት ይወፁ ኣለው። ንህወሓት ካብ መዝገብ ፈጠርቲ ራዕዲ ምስራዝ ኣብዚ ሐዚ እዋን ማዕረ ክንደይ ዘተኣማምን እዩ ዝብል ሕቶ ከልዕል ይደሊ። ኢትዮጵያ ኣትያቶ ካብ ዘላ ዘይምርግጋእ ሓንሳብን ንሓዋሩን ንክትወፅእ እዚ ስምምዕ ሰላም ከይተሸራረፈ ምትግባር ከምዝግባእ ዝተዛረቡ ኣማኻሪ ብሄራዊ ድሕንነት ቀዳማይ ሚኒስትር ኣምባሳደር ሬድዋን ሑሴን ብወገኖም ህወሓት በቲ ስምምዕ ንምኻድ ዝተፈላለዩ ስጉምትታት ይወስድ ምህላዉ ብኣብነት ጠቒሶም። ያ ኢትዮጵያ ኣንድነትን ተቀብሏል። ሓድነት ኢትዮጵያ ተቐቢሉ እዩ ሃገረ ትግራይ ዝብል ነገር የሎን ንሱ ሕልሚ ምዃኑ ኣሚኑ ኣሎ ቲዲኤፍ ዝብሃል ነገር የለን ሰራዊት ምክልኻል ትግራይ ዝብሃል ናጽነት ኣብ ግምት ዘእተወ ሽም ስለዝኾነ ንሱ ክተውርድዎ ኣለኩም ተባሂሎም ዕጡቓት ጥራሕ ኢና ዕጡቓት ጥራሕ ኢና ኢሎም ፈሪሞም እዮም ሰራዊት ምክልኻል ንመቐለ ሓዊሱ ኣብ ዝኾነ ቦታ ሰፊሩ እዩ። ከበድቲ ኣጽዋራት ክወስድዎ ዘለዎም ወሲዶም እዮም። ቀለልቲ ኣጽዋራት ብኸፊል መጀመርታ ብመሰረት እቲ ዝተሰማዕማዕናዮ እንተይኮነ ኣብቲ ስምምዕ ንኹሎም ኣጽዋራት መንጢልና ኣብ መኽዝን ብምዕሻግ ፖሊስ ፌደራል ሰራዊት ምክልኻልን ሙሉእ ብሙሉእ ትግራይ ንክቆፃፀሩ ኣብ ግምት ዘእተወ እዩ ነይሩ። ኣብ መሬት ዘሎ ከምኡ ከምዘይኸውን ዝፍለጥ እዩ። ከምኡ ዝገበርናሉ ምኽንያት ድማ ሰዓርቲ ምዃንና ንምርግጋጽ ስለዝደና ጥራሕ እዩ ነይሩ። ንህወሓት ካብ መዝገብ ፈጠርቲ ራዕዲ ምስራዝ ኣካል ስምምዕ ፕሪቶርያ እዩ ዝበሉ ሚኒስትር ፍትሒ ዶክተር ጌዴዎን ጢሞቴዎስ፣ ንዘላቒ ዕዉት ስምምዕ ሰላም እቲ ቤት ምኽሪ ግደኡ ክዋፃእ ይግባእ ኢሎም። አንድ ለጦርነቱ መንሴ የሆነው ነገር ቀንዲ መበገሲ እቲ ኲናት ዝኾነ ነገር ሕገ መንግስታዊ ስርዓት ጥሒሱ ሕጋዊ ስርዓት ኣይቕበልን ኢሉ ቤት ምኽሪ ወከልቲ ህዝቢ ሓዊሱ ካልኦት ኣካላት ፌደራል ስልጣኖም ኣይቕበልን ኣይፈልጥን ኢሉ ዘጣየሾ ዘይሕጋዊ ምምሕዳር እቲ ምምሕዳር ፈሪሱ ሕጋውን ሓቋፍን ዝኾነ ግዝያዊ ምምሕዳር ክምስረት ኣለዎ ኢልና ኢና። እዚ ስያመ ክሳብ ዘሎ እቲ ሓቋፊ ግዝያዊ ምምሕዳር ክጣየሽ ኣይኽእልን። እቲ ቤት ምኽሪ በቲ ውሳነ ሓሳብ ሰፊሕ ምኽክር ድሕሪ ምስላጥ ህወሓት ካብ መዝገብ ፈጣር ራዕዲ ንክስረዝ ዝቐረበ ውሳነ ሓሳብ ብስሳን ሓደን ተቓውሞን ብሓምሽተ ድምፀ ተኣቅቦን ብዓብላሊ ድምፂን ኣጽዲቕዎ ኣሎ።
መንግስቲ ፌዴራል ኣብዛ ሃገር ሰላም ንምዕሳል ዘይተሓለለ ጻዕሪ እናገበረ ምጽንሑ ዝፍለጥ እዩ። ነሲዕቡ መንጎ መንግስቲ ፌዴራልን ህወሓትን ዝተበጽሐ ስምምዕ ሰላም ሓደ ኣካል እቲ ጻዕሪ ተገይሩ ይውሰድ። እቲ ብባይቶ ወከልቲ ህዝቢ ዝተላዕለ ብይን ራዕዳውነት እውን ዝተጀመረ ከይዲ ሰላም ዘውሕስን ልምዓት ሃገር ዘረጋግፅን ምዃኑ ተሓቢሩ'ሎ። ሰሎሙን ታደሰ ዝርዝር ሒዙ'ሎ።
ቅድሚ ሓሙሽተ ዓመት ናብ መዝነት ዝመፀ መሪሕነት መንግስቲ ፌደራል ኣብ ከይዱ ብርክት ዝበሉ ዕዉታት ስራሕቲ ዘሳለጠ እንትኸውን ገለ ዕንቅፋታት እውን የጋጥሙ ነይሮም እዮም። ካብ ዝተፈላለዩ ድሌት ዝብገስ ምዝራግ ሰላም የጋጥም ነይሩ እዩ።

ከዚህ ቀደም እንዳልነው አሁንም እንደምንለው ሰላም በእጅጉ ያስፈልገናል። ቅድሚ ሕዚ ከም ዝበልናዮ ሕዚ እውን ንብሎ ሰላም ኣዝዩ የድልየና እዩ። ሰላም ማለት ኲናት ዘይምህላው ጥራሕ ኣይኮነን። ምኽባር ሕጊ ማለት እዩ። ሕግን ስርዓትን ምኽባር ማለት እዩ። ኲናት ከይሃለወ ሕግን ስርዓትን ዘይኽበር እንተኾይኑ ሰላም ደቂ ሰባት ይህውኽ እዩ። ሕግን ስርዓትን ኣብ ሃገርና ክኽበር ዝሳልጡ ጉዳያት ዘተን ምይይጥን ይጎድእ እዩ ኢለ ኣይሓስብን። ነዚ ድሌት መንግስቲ ናብ ባይታ ንምውራድ መንግስቲ ብምክትል ቀዳማይ ሚኒስትርን ሚኒስትር ጉዳያት ወፃእን ኣይተ ደመቀ መኮነን ዝምራሕ ሸውዓተ ኣባላት ዘለዉዎ ኮሚቴ ኣጣይሹ ናብ ጭቡጥ ስራሕ

ጎንፂ ጠጠው ንምባልን ፕሮፖጋንዳ ፅልኢት ጠጠው ንምባል ተስማዕሚዕና ተስማዕሚዕና ኣለና። to start implementing this undertakings without delay። ነገራት ከይዘንግዑ ክጅመሩ ጎንፂ ጠጠው ንምባል ፕሮፖጋንዳ ፅልኢት ጠጠው ንምባል ተሰማሚዕና ኣለና። ኩሎም ደለይቲ ሰላም ኢትዮጵያውያን ነዚ ስምምዕ ክድግፍዎ ይግባእ። ፅላኣት ጠጠው ክብል ይግባእ። Based on the agreement reached in ፕሪቶርያ፣ ሳውዝ ኣፍሪካ። ብመሰረት እቲ ስምምዕ ሰላም፣ ሰላም ብዘላቕነት ምውሓስ፣ ጎንፂ ጠጠው ምባል፣ መራሕቲ ሰራዊት ክልቲኦም ወገናት ዓሚቝ ዘተ ብምግባር ነቲ ስምምዕ ንምትግባር ብፍላይ ወታሃደራዊ ጉዳያት ተረዳዲእና ኣለና። ብፅቡቕ መንፈስን ምርድዳእን ተዛቲና ኣለና። ነቲ ስምምዕ ንምትግባር ድልዋት ኢና። with the hope that expectations that our peoples። በዚ ዝበጻሕናዮ ስምምዕ ጸገም ህዝብና ከብቅዕ ተስፋ ንገብር። ካብ ደገ ይኹን ውሽጢ በዚ ኹናት ዝርብሑ ኣካላት ኢዶም ክእክቡ፣ ጎንጺ ጠጠው ምባሉ ጥራሕ ዘይኮነስ ሰብኣዊ ሓገዝ ብቕልጡፍ ክባጻሕ ኣለዎ። ኣብ መንጎ ክልቲኦም ተዛተይቲ ዝተበጽሐ ስምምዕ ሰላም ስዒቡ፣ መንግስቲ ፌደራል ብኣፈጉባኤ ባይቶ ወከልቲ ህዝቢ ኣይተ ታገሰ ጫፎ ዝምራሕ ላዕለዎት ሓለፍቲ መንግስቲ ፌደራል ብዘይ ዝኾነ ይኹን ዓጃቢ ናብ ክልል ትግራይ ከተማ መቐለ ብምልኣኽ ምትእምማን ንምፍጣር ዝገበሮ ጻዕሪ ብብዙሓት ወገናት ናእዳ ዝረኸበ ነይሩ። ክብራን የክልሉ ከፍተኛ ኣመራሮች፣ ከፌደራል መንግስቲ የመጣቹ ኣመራሮች፣ ሁላ። ክቡራት ላዕለዎት ኣመራርሓ ክልል ትግራይ፣ ካብ ፌደራል ዝመጻእኹም ኣመራርሓታትን ብሚድያ፣ ትከታተሉ መላእ ህዝብታት ሎሚ ድሕሪ ብዙሕ ውረድ ደይብ ኣብ ከተማ መቐለ ተራኺብና ኣለና። ንኹላትና ሰላም ኣማራጺ የብሉን። ስምምዕነት ሰላም ተፈሪሙ ድሕሪ ስምምዕነት ፕሪቶርያ ኣብ ኬንያ ክልተ ግዜ ምይይጥ ተገይሮም ኣፈፃፅማ እቲ ከይዲ ሰላም ተገምጊሙ ቀፃሊ ኣንፈት ተቐሚጡ ክሳብ ሕዚ ሓገዛት ንዝገበሩልና ብምምስጋን ድሕሪ ሕዚ ከም ኣሕዋት ባዕልና ብሓባር ኣብ ዛዕባ ሃገርና ክንዝቲ ንኽእል ኢና ኢልና መጺና ኣለና። መጀመርያ እንኳን ደህና መጣችሁ እንኳን መጣችሁም።
ፈለማ እንቋዕ ደሓን መጻእኹም እንቋዕ መጻእኹም። ነቲ ከይዲ ሰላም ዘራጉድ ተበግሶ ኢዩ ዝብል እምነት ኣለኒ። ብዙሕ ውረድ ደይብ ሓሊፍና ኣብዚ በጺሕና ኣለና። ኣብ ደቡብ ኣፍሪካ ዝነበርኩም ኣካላትን መንግስትን ኣዚና ነመስግን። ከይዲ ሰላም ቀሊል ዋላ ተዘይኮነ ጉዕዞ ጀሚርና ኣለና። እዙይ ናይ ሎሚ ግና ፍሉይ ኢዩ። ነዚ ተበግሶ ዓብዪ ክብሪ ንህቦ ኢዩ።

ሓፈሻዊ ከይዲ ውፅኢት እቲ ስምምዕነት ሰላም ብኹሎም ወገናት ፅቡቕ ምዕባለ ከምዘሎ በተደጋጋሚ እንዳተገለፀ መፂኡ ዩ። ድማር እዚ ውፅኢት ድማ መንግስቲ ፌደራል ካብ ዘለዎ ፅኑዕ ባህጊ ሰላም ዝተጀመረ ከይዲ ዕዉት ንክኸውን ብመሰረት ስምምዕ ሰላም ኣብ ህዋሕት ተነቢሩ ዝነበረ ብይን ራዕዳዊ ብባይቶ ወከልቲ ህዝቢ ብኣብዝሓ ድምፂ ድጋፍ ክለዓል ተገይሩ ኣሎ።
መንግስቲ ኹናት ሰሜን ንኸብቅዕ ምስ ህወሓት ዝፈረሞ ስምምዕ ሰላም ተግባራዊ ንምግባር ብርክት ዝበሉ ስራሕቲ ሰሪሑ እዩ። ነቲ ስምምዕ ናብ ባይታ ንምውራድ እውን ብክልቲኦም ወገናት ዝተገበሩ ፃዕርታት ውፅኢት ምምፅኦም ድማ ኣብ ቀፃሊ እቲ ስምምዕ ሰላም ሙሉእ ንሙሉእ ንምትግባር ተስፋ ዝህብ ኮይኑ ኣሎ። ንፀብፃብ ማህሌት ታደለ፣ ደሃብ ያሲን
ኣብ ደቡብ ኣፍሪካ ፕሪቶርያ ኣብ መንጎ መንግስቲ ፌዴራልን ህወሓትን ዝተፈረመ ስምምዕነት ሰላም ኣብ ኢትዮጵያ ልዕሊ ክልተ ዓመታት ንዝዘለቐ ኩናት ንኸእክል ገይሩ እዩ። ኣመራርሓታት ጦር ክልቲኦም ወገናት ኣብ ኬንያ ናይሮቢ ዝፈረምዎ ዝርዝር ስምምዕነት ሰላም ኣፈጻጽማ ድማ ቀጻሊ ምዕራፍ እቲ ስምምዕነት ኮይኑ እዩ። መንግስቲ ነቲ ኲናት ደው ንምባል ከቕርቦ ዝጸንሐ ተደጋጋሚ ጻውዒት ተሳኺዑ እቲ ስምምዕነት ምስ ተፈረመ ንተፈጻምነቱ ዝተፈላለዩ ተግባራት ተወጊኖም እዮም። ብኣፈ ጉባኤ ባይቶ ወከልቲ ህዝቢ ታገሰ ጫፎ ዝተመርሐ ልኡኽ ኣብ መቐለ ተረኺቡ ምስ ኣመራርሓ ህወሓት፣ ኣቦታት ሃይማኖትን ዝምልከቶም ኣካላትን ዝገበርዎ ዘተ ነተገባብራ ከይዲ ሰላም ዝጀመረ እዩ ነይሩ። መንግስቲ ኣብ ክልል ትግራይ ተቋሪፆም ዝፀንሑ መሰረተ ልምዓታት ንምጅማር ቁርፀኝነት ኣርእዩ እዩ። በመንገድ መሰረተ ልማት፣ በቴሌኮም መሰረተ ልማት፣ ብመሰረተ ልምዓት መንገዲ፣ ተሌኮም፣ መብራህቲ፣ ግልጋሎት ባንክን መጓዓዝያ ኣየርን መልክዕ ንክሕዝ ብህፁፅ ንምስራሕ መንግስቲ ፌዴራል ድልውን ቆራፅን ምዃኑን ከረጋግጸልኩም ይደሊ። ኣብ ሒደት መዓልትታት እውን መንገዲ ኣየር ኢትዮጵያ ናብ ትግራይ መባፅሕ በረራ ጀሚሩ ንዓመታት ተነፋፊቖም ዝፀንሑ ስድራታት ክራኸብ ክኢሉ እዩ። እቲ መንገዲ ኣየር ናብ መቐለ ንሽረን ዝገበሮም ቁፅሪ በረራታት ብምውሳኽ ኣብቲ እዋን ዝነበረ ድሌት ተጓዓዝቲ ንምምላእ ፃዕሪ ምግባሩ ኣይርሳዕን። ኣብ ክልል ትግራይ ዝተቋረፀ ግልጋሎት ኢትዮ ቴሌኮም ድሕሪ እቲ ስምምዕነት ንክጅምር ምግባሩ መንግስቲ ነቲ ስምምዕነት ናብ ባይታ ንምውራድ ዝገበሮ ፃዕሪ ዘመላኽት እዩ። ብኻሊእ ወገን ኣብ ክልል ትግራይ ብሰንኪ ኲናት ጉድኣት ንዝበፅሖምን ሰብኣዊ ሓገዝ ንዘድልዮምን ዜጋታት ንምሕጋዝ ዝተጀመሩ ስራሕቲ ድሕሪ እቲ ስምምዕነት ሰላም ተጠናኺሮም ቀፂሎም እዮም። እርዳታ መሄድ ጀምሯል ጥሩ ደርሷል። ሓገዝ ምኻድ ጀሚሩ ኣሎ ኣብ ፅቡቕ ብርኪ በፂሑ ኣሎ ይኹን ምበር ቁፅሪ ተሓገዝቲ ብጣዕሚ ብዙሕ እዩ ዘሎ መንግስቲ ሰራሕተኛ ዝነበረ ኣሎ። ናብ ስራሕ ንኽምለስ ንምግባር ቁፅሪ ተሓገዝቲ ንምንካይ ነቲ ዝቐረበ ሓገዝ ብእኹል ኩነታት ንምብፃሕ እዩ ዝስራሕ ዘሎ። ኣብ ከይዲ እውን ፀጥታ ብ ምጥንኻር ዘተኣማምን ንምግባር ብሓባር ክስርሕሉ ኣለዎ ኢልና ወሲንና ኢና። ካብዚ ሓሊፉ ተግባራት ስምምዕነት ዘለዎ ኩነታት ንምግምጋም ቀዳማይ ሚኒስትር ኣብይ ኣሕመድ ምስ ሰላም ኮሚቴ ብምዝታይ ንዝነበረው ክፍተታት ንምስትኽኻል ኣብ ውሳነ ምብፅሖም ይዝከር። ብወገን ህወሓት እውን ንተግባራውነት ዕጥቂ ምፍታሕን እቲ ክልል ንኹሉ ዘማእኸለ ስግግር መንግስቲ ምስረታ ምጅማሩ ተሰምዐ። በመቶ ሺዎች የሚቆጠር ህዝብ ህይወትን አጥቷል። ብኣማኢት ኣሽሓት ዝቑጸር ህዝቢ ህይወቱ ስኢኑ እዩ። ብሚልዮናት ዝቑጸር ህዝቢ ተመዛቢሉ እዩ። እዚ ንድሕሪት እንምለሰሉ ምዕራፍ ዓጺና ኢና። ህዝቢ ትግራይ እውን ግልጋሎተይ ክረክብ ኣለኒ እዩ ዝብል ዘሎ። ብምዃኑ ብወገንና ንሰላም ዘተዓናቕፍ ጉዳይ ኣሎ ኢልና ኣይንኣምንን። ስምምነቱ ላይ የተመላከቱት ግዴታዎች። ኣብቲ ስምምዕ ዝተመላኸቱ ግቡኣት ብመንግስቲ ፌዴራል እውን ዝተቐመጡ ግቡኣት ኮይኖም ኣብ ህወሓት ዝተቐመጡ ግቡኣት ብኸይዲ ግዘ ዝፍፀሙ እዮም። እናተፈፀሙ ዘለዉ ኣለዉ፣ ዝተፈፀሙ እውን ኣለዉ እዮም። ብክልቲኦም ወገናት ስምምዕነት እቲ ሰላም ተግባራዊ ንምግባር ዝተጀመሩ ስራሕቲ ውፅኢት ምርኣዮም ድማ ባይቶ ወከልቲ ህዝቢ ንህወሓት ካብ ግብረ ራዕዲ ንክስረዝ ሓደ ምኽንያት ኮይኑ እዩ።
ኣብ ዳግመ ህንፀትን ስነ ልቦናዊ ሕክምናን ህዝቢ ትግራይ ዝግበሩ ስራሕቲ ለውጢ ዘምፅኡ ክኾኑ ከምዘለዎም መስራቲ ያሲን ፋውንዴሽን ያሲን ራጁ ሓቢሮም። ፀገማት ህዝቢ ትግራይ ኣብ ምፍታሕ ዲያስፖራ ዓብዪ ግደ ክፃወቱ ከምዝግባእ እውን ገሊፆም ኣለው። ግደይ ገብረ ዘራሪባቶም'ላ፣ ኣባት ደመቀ ከም ዝሰገርዎ እዩ።
ስነ ልቦናዊ ፀገም ህዝቢ ትግራይ ኣብ ምሕካምን ናብ ንቡር ኣብ ምምላስን ዝተወደበ ኣካይዳን ጎስጓስን ከም ዘድሊ መስራቲ ያሲን ፋውንዴሽን ያሲን ራጁ ምስ ሲቲቪ ኣብ ዝነበሮም ፃንሒት ሓቢሮም። ስነ ልቦናዊ ንምሕዋይ ድማ ውዳበ ማሕበራዊ ውዳበ ከድሊ እዚ ነዚ ዝመርሑ ካብ ወፃኢ ይኹኑ ካብ ውሽጢ ኢትዮጵያ ይኹኑ ካብ ውሽጢ ትግራይ ተወዲቦም ክንቀሳቐሱ ኣለዎ ነቲ ህዝቢ ብትምህርቲ ይኹን ከማኹም ብቴሌቪዥን ይኹን ብሬድዮ ይኹን ብኣካል ይኹን እንዳኣከብካ ኣብ መስጊድ ይኹን ኣብ ቤተ ክርስቲያን ይኹን ኣብ ፀበል ይኹን ኣብ ምውላድ ይኹን ኣብ ክርስትና ይኹን ህዝብና ከመይ ገይሩ ልቡ ይርስርስ ከመይ ገይሩ ናብ ቀደሙ ይምለስ ዝብል ብተወደበ መንገዲ ጥዕንኡ ክምለስ ኣለዎ፣ ናይ ኣእምሮ ጥዕና ክምለስ ኣለዎ ዝብል ኣገባብ ኣለን። ብምኽንያት ጎንፂ ሰሜን ኢትዮጵያ ኣብ ውሽጢ ህዝቢ ትግራይ ዘጋጠሙ ፀገማት ክሳብ ዝፍትሑ ኣብ ኩሉ ዓለም ዝርከብ ማሕበረሰብ ፍልልያት ንጎኒ ብምግዳፍ ህዝቢ ኣብ ምሕጋዝ ትኹረት ገይሩ ንክሰርሕ ያሲን ራጁ ፀዊዖም። ኣብ ስዑዲ ዘለና ይኹን ኣብ ቱርኪ ዘለና ይኹን ኣብ ኣብ ሰሜን ኣመሪካ ዘለና ይኹን ኣብ ኣመሪካ ባዕሉ ዘለና ይኹን ኣብ እተፈላለየ ኤውሮጳ ዘለና ከምታ ቀደምና ተወዲብና እቲ ካልእ ፖለቲካ ገዲፍና እቲ ካልእ ምትንዃስ ገዲፍና እቲ ካልእ መን ይምራሕ ገዲፍና እቲ መስኪን ህዝቢ ከመይ ጌርና ንረድኦ ኢልና ተዛራሪብና ከም ቀደምና ናብ ናብ ተግባር ንእቶ። ንሱ እውን ማሕበር ልምዓት ትግራይ ኣላ፣ ብማሕበር ልምዓት ትግራይ መንገዲ ድዩ ካልእ ውዳበ እውን ፈጢርካ ክካየድ ይኽእል እዩ ዝብል ግምት እዩ ዘለኒ። ዝበረሱ መሰረተ ልምዓታት ብቕልጡፍ ክህነፁ ብምግባር ህዝቢ ትግራይ ግልጋሎት ጥዕናን ትምህርትን ንክረክብ ብህፁፅ ክስራሕ ከምዘለዎ መስራቲ ያሲን ፋውንዴሽን ያሲን ራጁ ኣመላኺቶም።
ከንቲባ ኣዳነች ኣቤ ኣብ ትሑት ናብራ ንዘለዉ ዜጋታት ዝኸውን ብ300 ሚልዮን ብር ዝህነፅ መንበሪ ኣባይትን ማእኸል መሰንከቲ እንጀራ ኣዶታትን ዝውዕል ህንፃ ንምህናፅ ዘኽእል እምነ ኩርና ዓንቢረን። እቲ ማእኸል ኣብ ክፍለ ከተማ ጉለሌ ዝህነፅ እዩ ተባሂሉ ኣሎ። እቲ ማእኸል በዓል ዓሰርተ ደብሪ እንትኸውን ኣብ ውሽጡ ኣስታት ሓደ ሚእቲ መንበሪ ኣባይቲ ዝሓዘ እዩ። ወፃኢኡ ሙሉእ ብሙሉእ ብምምሕዳር ከተማ ኣዲስ ኣበባ ዝሽፈን ምዃኑ ተገሊፁ ኣሎ። ህንፀት ዓብዪ ግድብ ህዳሰ ኢትዮጵያ ቴስዓ ሚኢታዊ መብፅሑ ተገሊፆም ኡነኹርናዕ እቲ ግድብ ዝተነበረሉ መበል 12 ዓመት ምክንያት ብምግባር ቤት ፅሕፈት ምትሕባር ፕሮጀክት እቲ ግድብ ክሳብ ሕዚ ዝተሰርሑ ስራሕትን ኣብ ቀፃሊ ክስርሑ ዝተትሓዙ ትልምታትን ዝምልከት መግለፂ ሂቡ ኣብ ውሽጢ ዓድን ወፃእን ዝነብሩ ኢትዮጵያውያን ንህንፀት እቲ ግድብ ፍልጠትን ብጉልበትን ሓገዝ ብምግባር እቲ ግድብ ብዘለዎ ዲፕሎማሲያዊ ፅዕንቶ ኣብ ምምካት ኣብ ዓለም ለኸ መድረኻት ዝገበርዎ እጃም ኣዘኻኺሩ። ኣብዚ ዓመት ብዕድጊት ቦንድ ዓውደ ራእያተን ትካላት ንምትእኽኻብ እቶት ዝተገበረ ብዝተትሓዘ ትልሚ ክልተ ቢልየን ብር እቲ ሓምሳ ሚኢታዊ ምፍፃም ከምዝተኸኣለ ተገሊፁ። ዓሰርተ ሽዱሽተ መጋቢት ክልተ ሽሕን ዓሰርተ ሓሙሽተን ዓመተ ምህረት ድማ ኣብ ክልል ቤኒሻንጉል ጉሙዝ ከተማ ኣሶሳ ሓደ ሚእቲ ሚሊየን ብር ንምትእኽኻብ ዝዓለመ መርሃ ግብሪ መሸጣ ቦንድ ከምዝሳለጥ ተሓቢሩ። ኣብ መርሃ ግብሪ ጸጋታት ሌማ ዝተሓቐፉ ነበርቲ ከተማ ኣዲስ ኣበባ ኣብ ቀረብ መዓር ዘተባብዐ ውፅኢት ንረክብ ኣለና ኢሎም። ኣብ ክፍለ ከተማ ለሚኩራ ዝርከቡ ኣብ ጸጋታት ሌማት ዝተዋፈሩ ነበርቲ ከም ዝበልዎ ብዝተዋሃቦም ስልጠና ዘመናዊ እታወታትን ካልኦት ሓገዛትን ካብቲ ቅድም ክብል ዝነበረ ዓቐን መዓር ብዕፅፊ ዝበልፅ ምህርቲ ንምርካብ ኣብ ምሽብሻብ ይርከቡ። ኣብቲ ክፍለ ከተማ ካብ ሚድሮክ ኢንቨስትመንት ግሩፕ ብዝተረኸበ ሓገዝ ክልተ ሚእቲ ዘበናዊ ቆፎ ንህብን ካልኦት ኣድለይቲ ቀረባትን ንመናእሰይ ተዓዲሉ እዩ።

ኣብ ልዕሊ ዘይሕጋውያን ስደተኛታት ዝበፅሕ ምንግልታዕ ንምክልኻል ተዋደደ ስራሕ ትካላት ወሳኒ ከምዝኾነ ተገሊፆም ፍልሰት ብሓባር ንምክልኻል ዝተጣየሸ ሃገራዊ ጥምረት ምትሕብባር ፍልሰት ኣብ ዝሓለፉ ሽዱሽተ ኣዋርሕ ዝነበረ ኣፈፃፅማ ስራሕ ኣመልኪቱ ዘተ ይሳልጠሎም ኣብቲ መድረኽ ኣብ ልዕሊ ዘይሕጋውያን ስደተኛታት ዝበፅሕ ምንግልታዕ ንምክልኻል ዝተዋደደ ስራሕ ትካላት ወሳኒ ከምዝኾነ ተገሊፆም ኢትዮጵያ ዶብ ተሳጋሪ ፍልሰት ንምቁፅፃር ዘኽእል ሰነድ ስምምዕነት ምፍራማ ኣብቲ ዝቐረበ ጸብጻብ ተሓቢሩ። እቲ ጥምረት ዝሕግዙ ዓለምለኸ ትካላት፣ ኣህጉራውያን፣ ሃገር ቦቆል ትካላትን ናይ ምትሕብባር ስራሕ እውን ይስራሕ ከምዘሎ ተገሊጹ። ዜና ወፃኢ ኬንያ ኣብ ዝተዛዘመ ዓመት ፈረንጂ ካብ ዘፈር ቱሪዝም ዝረኸበቶ ኣታዊ ምስ ዒስራ ዒስራን ሓደን እንትነፃፀር 83 ሚእታዊ ዕቤት ምምዝጋቡ ተገሊፁ። መባፅሕ ቱሪስት እታ ሃገር ብፍላይ ሃፍቲ ዱር እንስሳት ልዑል ብምዃኑ ብቱሪስታት ተመራፂት ክትከውን ገይርዋ እዩ። ኣብ ዕስራ ዕስራን ሓደን ኣቆጻጽራ ሓደ ነጥቢ ሓደ ቢልዮን ዶላር ዝነበረ ናብ ክልተ ቢልዮን ዶላር ብምዕባዩ ሰማንያን ሰለስተን ሚኢታዊ ዕቤት ዘመዝገበት። ኣብዚ ዓመት ሓደ ነጥቢ ሓሙሽተ ሚልዮን ዝኾኑ ቱሪስታት ኬንያ ዝጎብነዩ እንትኸውን እዚ ምስ ቅድሚ ኮቪድ እንትነጻጸር ትሑት ምዃኑ ተገሊጹ። ኣብታ ሃገር ካብ ዘሎ ሓፈሻዊ ሃገራዊ ምህርቲ ዘፈር ቱሪዝም ዓሰርተ ሚኢታዊ ብጽሒት ሒዝ ክብል ኣፍሪካ ኒውስ ጸብጺቡ። ናብ ዜናታት ዕዳጋ ክንሓልፍ ቱርክን ኢትዮጵያን ሓዱሽ ሽርክና ንግዲ ንምጥያሽ ዘኽእለን ጉባኤ ኣብ ኣዲስ ኣበባ የሳልጥ ኣለዋ ኣብቲ መድረኽ ካብ ዝተፈላለዩ ዓውድታት ንግዲ ዝተውፃፅኡ ልኡኻት ንግዲ ቱርኪ ምስ ኣካላት ማሕበረሰብ ንግዲ ኢትዮጵያ ይሳተፉ ከም ዘለዉ ተገሊፆም እቶም ኣባላት ጉጅለ ልኡኽ ካብ ትካላትን ኢንዳስትሪታትን ምውህሃድ ንግዲ፣ ጨርቀመርቂ፣ ናውቲ ህንፀትን ምፍራይ ማሽንን ዝተውፃእፅኡ እዮም ተባሂሉ ኣሎ። ኤምባሲ ቱርኪ ኣብ ኢትዮጵያ ዘውፅኦ ሓበሬታ ከም ዘመላኽቶ እቲ ጉባኤ ኣብ መንጎ እተን ሃገራት ሽርክነት ንግዲ ኣብ ምጥያሽ እምነ ኩርናዕ ዘንብር እዩ። ማሕበር መናእሰይ ፈጠርቲ ስራሕ ኢትዮጵያ ንመናእሰይ ፈጠርቲ ስራሕ ፖሊሲ መሰረት ዝገበረ ሓገዝ ፋይናንስ ክገብር ፃውዒት ኣቕሪቦም። ሚኒስትር ኢኖቬሽንን ቴክኖሎጂን ብወገኑ ሓደሽቲ ሓሳባት ሒዞም ንዝመፁ ፈጠርቲ ስራሕ መናእሰይ ዘተኣናግድ ማዕቐፍ ፖሊሲ እናተዳለወ ምዃኑ ገሊፁ። ማሕበር መናእሰይ ፈጠርቲ ስራሕ ኢትዮጵያ ምስ ሚኒስቴር ኢኖቬሽንን ቴክኖሎጂን ብምትሕብባር ዘለላ ዝተባሃለ መድረኽ ዘተ ምትእስሳርን ኣድቮኬሲ ፖሊሲን ኣሳሊጦም። ፕሬዚዳንት እቲ ማሕበር ሳሚያ ዓብዱልቃድር ብዙሓት በዓል ዋና ፈጠራ ሓገዝ ፋይናንስ ብዘይምርካቦም ዝሓሰብዎ ንምዕዋት እናተፀገሙ ምዃኖም ገሊፀን። ነቲ ፀገም ንምፍታሕ ስርዓት ፋይናንስ ኣካታቲ ንምግባርን ንመናእሰይ ፈጠርቲ ስራሕ ብፖሊሲ ዝተሓገዘ ሓገዝ ፋይናንስ ምግባር ይግባእ ኢለን። ሚኒስተር ኢኖቬሽንን ቴክኖሎጂን ኣመራርሓ ስራሕ ሊድ ልምዓት ስታርትኣፕ ኢኖቬሽን ሰላምይሁን ኣደፍርስ ብወገኖም ሓሳብ ፈጠራ ዘለዎም ዜጋታት ዝሕግዝ ፖሊሲ ፋይናንስ ዘይምህላዉ ፀገም ኮይኑ ምፅንሑ ገሊፆም። ማዕዲ ዜና ቅድሚ ምዝዛሙ ቀንዲ ቀንዲ ነጥብታት ዜና ኣይተ ጌታቸው ረዳ ርእሰ ምሕዳር ግዜያዊ ምሕዳር ክልል ትግራይ ንክኾኑ ምሾሞም ቤት ፅሕፈት ቀዳማይ ሚኒስተር ኣፍሊጡ። መንግስቲ ኲናት ሰሜን ንኸብቅዕ ምስ ህወሓት ዝፈረሞ ስምምዕ ሰላም ተግባራዊ ንምግባር ብርክት ዝበሉ ስራሕቲ ምስርሑ ተሓቢሩ። ካብ ወፃኢ ኬንያ ኣብ ዝተዛዘመ ዓመት ፈረንጂ ካብ ዘፈር ቱሪዝም ዝረኸበቶ ኣታዊ ምስ ዕስራ ዕስራን ሓደን እንትነፃፀር ሰማንያን ሰለስተን ሚእታዊ ዕቤት ምምዝጋቡ ተገሊፁ። ዕለታዊ ማእድ ዜና ዝተኸታተልክሞ ነይሩ። ንምክታልኩም የመስግን። ማእድ ዜና እንዳመራሕኹ ናዝሬት በሪሁ ሓቢረኩም ፀኒሐ። ሰናይ ምሸት።